እንተ ገዚእኻዮ ኣይጥቀመሉን ኢኻ እንተ ሰሪሕኻዮ ኣየድልየካን እዩ ብላ ከማን ክሸጦ ትኽእል ኢኻ እንተ ተጠቂምካሉ ግን ኣይተስተማቕሩን ኢኻ ማለት ኢንጆ ኣይትገብሩን ኢኻ ንዓኸስ ወላ ሓደ ኣይኮነ መን እዩ ዝበጃኻ
ንብረ ዲሰ

ትብለሉ ከመይ ከምዚ ውራይ ገለስ በፃሒ ዶ ነርካ ኣብ ኤርትራ ሓዘን ገለ ክትበፅሕ ነርካ ብስነ ስርዓት ምሽ ዶ ሓዘን ኣፍካ ከመይ ተልቅስ ትበኪ ዶ ብዙሕ ግዜ ቴንዳ ሰብዓይ ሰብዓይ ወይ ኣነ ዓወችን ተሜትካ ሳይጥቀመሉኒ ኣስታ እንታይ ዶ ንብል ኣለና ኢና ስፓጌቲ እዚኣ ንሳ እየ ደልየ ባቅ ዝሓፂን ሪኢኻ ጠቅም ኮይ ህይወት ዓንካር ዓንካሪት እያ መጉዶብን ጌርካ ምጭፍላቓ ጥራይ ባስ ሳልም ስትባል ኣያና ሓውጎይ ዋይ ከ- ከ- ከመይ ብኸመይ ረኽብካያ
ትንብረት ሲ ትሰርሖ ኢኻ ግን ኣየገልግለካን እወ ተሜትካ ዳ ከመይ ኢሉ ከገልግለካ ቴንዳ እወ ቴንዳ ባዕላ እያ እዛ ናይ ኣዲስ ኣበባ ሳብ ገለ ኮሌጅ ዳ ክእተወኩም እየ እንታ እንታይ ዝገብረኩም መጢንሃ ኣይኮነ ድመለስካ እየ መሲልካ ፀኒሕ ምሽ ቴንዳ ኢልኒ የላ
ነኖ እያ
ረዳን ብዓይንና እውን እኮ

ጽብቕቲ ሳይክል እያ። ሓሙሽተ ሳይክል ገለ ኣጥፊኤ ኣብ ውሽጢ ሓሙሽተ ወርሒ ገለ ማለት እዩ። ሓሙሽተ ሳይክል ገለ ተሰሪቐ ኣብ ኣስመራ ከለኹ ካብ ናይ ሓውያ ትሒዝካ ሕጂ ናይ ሓወይ ፍልይቲ እንድያ ነይራ እንዳኸርኩ ከለኹ ንትሬን ናብ ዳንኤል ጣዓመ ናይ ላንጋ ላንጋ ትሬን ክንገብር ታሕቲ ናብኡ እንዳወርድኩ ከለኹ እታ ሳይክል ትመስል ርኤ እታ ሳይክል ከምዚ ኢላ ትኸይድ ኣላ ንዓርያ ኣለኹ፣ በዚ ኸኣ ኣዋልድ ኣለዋ፣ በዚ ኸኣ ካልእ ሓዲ ሰብ ኣሎ። ከምዚ ኢለ ንዓሊ እንዳኸድኩ እንዳረኣኹ ኣብ ገለ ከለኹ ገረም ምሽ ኣሎ ዝናይ ክስታይ ሜው ኣቢሉኒ ጺጽ ኢልኒ፣ እተን ኣዋልድ ይስሕቓ ኣለዋ። እንታይ ኮይነን ዝስሕቓ ኣለዋ? ኣነ ሳይክለይ ኣይኮነትን ክቸክ ክገብር ኢለ ጓል ልጥምዶ ኣለኹ ታሮን ከም መሲላ ኢለ ከረድኤን ኣይክእልን'የ። እዚኣ እኮ ሳይክለይ መሲላትኒ እያ ከምዝን ከምዝን ኢለ ከብዮም ኣይክእልን'የ። ጎሲመያ ከይደ ብሕፍረት ዓለም ኣይርኢ ሰምዕ ከምዚኣ ኢለ ከይደ እሞ ከዓ ብስክሪን ቅርብ ንፈልጣ ነፀኒሐን እዚኣ እንታይ በልኩ ጎሲመያ ከይደ በዚ ኣጋጣሚ እዚ ከማን ሳይክለይ እታ ዝጠፍኣትን መሲላትኒ እምበር ንዕንክር ኢለስ ኣይኮንኩን ተጋጭ ክብል እዚኣ ተሕፍረኒ ህይወት ርእሰ ከተማ

ገድፋ ዶ ጉዳይ እዚኣ ንግደፋ ርእሰ ከተማ ናይ ጁባ
ጁባ ርእሰ ከተማ እያ ንበዓል ዓንደ ርእሳ እሞ ጁባ ዳ ኢለካኒ ዓንደ ርእሳ ሳ ናታ ርእሰ ከተማ ሓተካ ኣለኹ ሃገር እያ ደቡብ ሱዳን እያ ትበሃል ኣብ ናይ ደቡብ ሱዳን ርእሰ ከተማ ጁባ እያ ናይ ጁባ ርእሰ ከተማ እንዳሓተትኩኻ በዚኣ ገዲፈካ ኣለኹ ንኽድ ሕረ ሃይማኖታዊ በዓል እዩ እሺ ዕለትን ወርሕን ዘይቀየር ሃይማኖታዊ በዓል መን እዩ? ዕለትን ወርሕን ዘይቅየር ዕለትን ወርሕን ዘይቀየር ኩሉ ግዜ ዕለትን ወርሕን ዘይቀየር ሕጂ ብገዝ ድዩ ፈረንጂ ብፈረንጂ ብገዛ ይኮነ ኦኬ እዚኣ ክሕግዘካ እየ እሺ ጀኻ ናይ ማርያም ናይ ማርያም ቅድስት ድንግል ማርያም
ሕዴና ቅድስት ድንግል ማርያም ዕስራን ሓደን ዕስራ ሓደ ናይ ትቕየር ነጣለ እወ ዕስራን ሓደን ሕጂ ብግእዝ እያ ትኸውን ደላ ሕጂ እዞም ትፅብፅቦም ዘለካ በዓላት ሃይማኖታዊ በዓላት እዮም ግን ብግእዝ እዮም ድለው እዚኣቶ ግን ብፈረንጂ ኮይና ሃይማኖታዊ በዓል ኮይኑስ ዕለቱን

ሓድሽ መዓልቲ ሶንያ ሕረ ሓድሽ ዓመት እወ ሓድሽ ዓመት ዕለት ሓደ ወርሒ ሓደ እንድያ ሕጂ እታ መዓልቲ ክንጥመቐላ ጥራሕ ኢና ንኽእል እምበር ተረዲእካ ጢኑ
ቁም ነገር እታ መዓልቲ ደይ ዘይረኸብካ ወላስ
ኬት ተኾይነ ዳሳንቅሩ